ሎሚ ክብለኩም ዝደልዮ ሓሳብ ብዛዕባ መንነት ብዛዕባ ኦሪጂናል ቅዳሕ ዘይኮነ ህይወት ንእሽተይ ሓሳብ ክህበኩም ደሊ ብዙሕ ግዜ ገለ ሰባት ናይ ካልኦት ሰባት ነገራት ብምቅዳሕ ንካልኦት ብምምሳል ካልኦት ዝገብርዎ ብምድጋም ህይወቶም ዝመርሑ ገሊኦም ናይ ካልኦት ኣዘራርባ ከማን ብምቅዳሕ መነባብሪኦም ዝገብሩ ሰባት ኣለዉ እቲ ትክክለኛ ሓቀኛ ድምፆም ከማን ክሳዕ ዘይትፈልጦ ናይ ካልእ ሰብ ብምቅዳሕ ዝነብሩ ኣለዉ ገሌና ኣከዳድና ንቀድሕ ኣዘራርባ ኣካይዳ ናይ ካልኦት ሰባት ሙሉእ ሂወት ምቅዳሕ ልሙድ ዓይነት እዩ ገለ ድማ ካልእ ዝገበሮ ስራሕ ንግዲ ክስቶ ጀሚሩ ተባሂሉ ሓደ ዓይነት ስራሕ ይጅመር ገሊኦም ኣየናይ ካበይ ተበጊሱ ብዘይምፍላጥ ዕላማ ዘይብሉ ምድግጋም ብዙሕ ይረኣዩ ንምንታይ ንገብሮ ከማን ከይተረዳእና ምድግጋም ካልኦት ዝገብሮ ምቕዳሕ ምስ መንነት ዝተሓዝ ሕቶ እዩ መንነትካ እንተፈሊጥካ ኩስቶ ገይርዎ ኢልካ ኣይትገብርን ኢኻ ቅዳሕ ዝበሃል ፀገሙን ኣይህልውን እዩ ኩስቶ ገይርዎ ኢልካ ከይኮነሲ ካብ ውሽጥካ ዝወፅእ ነገር ክህሉ ይጅምር እዩ ኦሪጂናል ዝኾነ ቅኑዕ ዝኾነ መንነትካ እንተተረዲኡካ ካልኦት ክቀርሕዎ ዝደልይዎ ሂወት ውሽጢ ትኣትው እምበር ንስኻ ንካልኦት ኣብ ምቕዳሕ ኣይትነብርን ኢኻ እቲ ዝገርምን እቲ ዘሐጉስን ነጥቢ ግን ኣምላኽ ነፍሲ ወከፍና ፍሉያት ገይሩ እዩ ፈጢርዎ ነፍሲ ወከፍና እቲ እግዚኣብሔር ዝሃበና ብሉፅ ነገር ክነውፅእ ተንኽእል ውሽጢ ሂወትና ምልስ ኢልና እቲ ማእከል ሂወትና ናብ ኣምላኽና ምልስ ኢልና ፈጣሪና ኣነ መን እየ ዝብል ሕቶ እንተሓቲትናዮ ናይ መንነት ሕቶ ሓቲትና መልሲ ክንረክብ እንተንጅምር ቅኑዕ ዝኾነ መልሲ ካብ ኣምላኽ ካብ ፈጣሪና እንተረኪብና ኦሪጂናል ዝኾነ ህይወት ነብር ንጅምር ካልኦት ዝቀድዎ ካልኦት ክመስሎ ዝደልዮ ህይወት ውሽጢና ኣቱ ኣብ መጽሓፍ ቅዱስ ክልተ ኣብነታት ክህበኩም ሓደ ግዜ ንዮሃንስ ሓቲቶሞ መን ኢኻ ንስኻ ኢሎም ሓቲቶሞ ድሓር ናቶም ሓሳባት ድማ ክህቦ ፈቲኖም ንሳቶም ክኾኑ ክኾኖ ዝደለይዎ ሽም ክህብዎ ጀሚሮም። ንስኻ ኤልያስ ዲኻ? እቲ መሲሕ ዲኻ? ንስኻ ሓደ ካብ ነቢያት ዲኻ? ነቢይ ዲኻ? መን ኢኻ? ንሕናሲ ገለ ክነውፃልካ ንደሊና ሽም ክንህበካ ንደሊና ይብሎም ንሳቶም ቅርፂ ክህቦ ደልዮም ሓደ ሓደ ግዜ ሰባት እዮም መንነትና ክነግሩና ንደሊ እቲ ቅኑዕ መንነት ግን ካብ ኣምላኽ እዩ ዝወፅእ። ሰባት ዝደለይዎ ቅርፂ እዩ ኣባኻ ዘቐምፁ ክስቶ ክስቶ እዩ እናተባህለ ንስኻ ንከምዚ ኢኻ ትመስል ንስኻ ክስቶ ትመስል እናተባህለ ዘይ መንነትና ዘይኮነ ከማን ንቕበል ኢና ሓድሓደ ግዜ ዘይኮናዮ ንኸውን ኢና ኣምላኽ ዘይደለዮ ህይወት ውሽጢ ንኣቱ ዮሃንስ ግና ነዚ ሕልፍ ብዝበለ መገዲ መሊሱሎ እቲ ቅኑዕ መልሲ መሊሱሎ ኣምላኽ ዝገለጸሉ ንርእሱ ብዝገልጽ መገዲ ኣነ ድምፂ እየ ኢልዎ ነጊርዎ ካብ ኣምላኽ ዝመፀ መልእኽተኛ ምዃኑ ይፈልጥ ነይሩ መንነቱ ይፈልጥ ነይሩ ኣነ መሲሕ ኣይኮንኩን ኣነ እቲ ክርስቶስ ኣይኮንኩን ኣነ ኤልያስ ኣይኮንኩን ኣነ ከም ነቢዩን ኣይመፀኹን ኣነ ድምፂ ካብ ኣምላኽ ዝመፃኹ ካብ ምድረ በዳ ዝመፃኹ ድምፂ እግዚኣብሔር ይመስገን ንርእሱ ዝፈልጥ ሰብ እዩ እቲ ካልኣይ ድማ ኢየሱስ ክርስቶስ እቲ ዓብዪ ኣብነት ናይ ህይወትና እዩ ኢየሱስ ክርስቶስ ኣዋርያቱ ተኣኪቦም ከለዉ ሓደ መዓልቲ ሓቲትዎ ሰባት መን ይብሉኒ ኢሉ ሓቲትዎ እቲ ኣብቲ ዘመን ዝነበረ ሰብ ዝብሎ ንየሱስ ክርስቶስ ዝብሎ ዝነበረ ኣስማት ኩሉ ነጊሩ ነቢ ኢኻ ይብሉኻ ክስቶ ይብሉኻ ክስቶ ይብሉኻ ብዙሕ ዝበሃል ነገራት ኢሎም እቲ ሕቶ ድማ መሊሳ መፅያ ናብኣቶም ንስኻትኩም ከ ብዛዕባይ ዘለኩም ርእሲ እንታይ መን እያ የሱስ ንገዛእ ርእሱ መን ምዃኑ ጠፊእዎ ከይኮነሲ ንዕኡ ክፈልጡ ምእንታን እግዚኣብሔር ብርሃን ከብርሃሎም ዕድል እዩ ዝህቦም ዘሎ የሱስ ኣይደናገርን ነይሩ ብዛዕባ መንነቱ ዕላምኡ ይፈልጥ ነይሩ ናበይ ይኸይድ ከም ዘገቦ ይፈልጥ ነይሩ ንጉስ ክገብሮ ደልዮም ክመፁ ከለዉ ከማን ኣቦ ንምንታይ ዕላማ ከም ዝለኣኾ ስለ ዝፈልጥ ኣብዘይ ናብዘይ ዕላምኡ ኣይበዓልን ንሱ ግን እግዚኣብሔር ዝፅውዖ እግዚኣብሔር ንዝመደቦ ሂወት እዩ ፈጺሙ ይሓልፍ። ንሃዋርያት እውን እዚ ዕድል ሂብዎም ድሓር ጴጥሮስ ንስኻ ወዲ ህያው ኣምላኽ ኢኻ ኢሉ መልሲ ክህቦ ከልኩ እግዚኣብሔር ይመስገን ንስኻ ክርስቶስ ወዲ ህያው ኣምላኽ ኢኻ ኢሉ ገዛእ ርእስና ሓቲትናዮ ዲና ሰባት ከን ተሓቲቶምና እንታይ መልሲ ኣለና ንስኻ መን ኢኻ ዝብል ናይ ሽሙ ሕቶ ከይኮነስ ናይ መንነት ሕቶ ኣነ መን እየ ዝበለቶ ኦየ ኣምላኽ እቲ ፈጣሪና መፅዩ ተሓቲቱና ንስኻ መን እያ ተንበሃል ንርእሰይ እንተፈሊጠ መንነተይ እንተፈሊጠ ትብዓት ይህልኒ እንታይ ክገብር ከም ዝግባእኒ ይፈልጥ ከመይ ክነብር ከም ዝግባእኒ ህወተይ ይፈልጥ ሓሳባተይ፣ ኣዘራርባይ፣ ኣካይዳይ ብኹሉ መገዲ ክኾኖ ዝግብኣኒ ንፁር ዝኾነ ኣካይዳ ይህልወኒ። መንነትካ ምፍላጥ ዕውት ህይወት ክትነብር ኦሪጂናል ዝኾነ ህይወት ክትነብር ድል ሂበካ እዩ። ስለዚ እነዚኣ መልሲ ከይመለስኩም ህይወትኩም ንካልኦት ብምቅዳሕ ኣብ ዘይዕግብ ህይወት ምቕፃል ይኣኽልን ይብሉ። ኣነ መነ ኮፍ ኢልኩም ኣብ ቅድሚ ኣምላኽ ነዚኣ ክትሕተትዋ እግዚኣብሔር ቃል ድማ ብብሉፅ መገዲ ፈጣሪና መንነት ከመይ ገይሩ ከም ዝፈጠረና ብሩህ ስእሊ ኣቐሚጡልና ቃል ኣምላኽ ብምንባብ መንነት ናብ ክንፈልጥ እግዚኣብሔር ብርሃን ከብርሃልና እዩ እግዚኣብሔር ይባረኩም እግዚኣብሔር ብርሃኑ ይሃብኩም